ድሃይ እባ ኣይተጥፍእ ካልእ ተጎደለ ምስ ኣምላኽ ጸኒሐልካ ጸልየ ተማህሊለ ኣቦይ ዝጊ ቁሊሕ እንተበለ ብኢዱ ካብ ሕለለ ንራህዋ ጥራይ ከይኮነለይ ድለ ድለ መፋኹስቲ ጸበባይ ከደኣና በበለ ኢለ ዶ ከይኮንኩን ክሻቐል ውዒለ ብዘይካኻ እሞ ከመይ ኢሉ ይኹምሳዕ ዘረባ ብዘይካኻ እሞ ከመይ ኢሉ ይፈኩስ ጸበባ ዓደይ ሸዊት ለምለምዎ ኩሉ ዝርከባ ዛንታ ኣንዳጀመረ ብዓጸባ ደም እንዳተሓልበት ክንዲ ጸባ መሪቕዋ ክንሱብ ዓጀባ ሕጸ መርዓን ሓሊፉ ከብካባ እሾኽ መርገም ስለ ዝፈረየት ኣብ ክንዲ ዕምበባ ኣምላኽ እኳ ጸጊምዎ ንመን ከም ዝህባ ኣይትርሓቐ እንደ ኣብ ዘበን ሽግር ኣብ ቅድሚ ብኢዱ ብጭንቀት ከይጽለል ንዓኻ እንተ ዘይረኸብኩስ እምበር እቲ ሰይጣን ሰይጣን እዩ ዝድምር ንዓድኣ ሓቦኻ ይጉደል ምስ ሓውካ ተማኸር መድሃኒት ኩነኒ ብተስፋ ክሓድር ሓንቲ ዓርከይ ሳህለ ምዃን እኳ ኣየናይ እከይ ተሪፉ ኣብ ህዝቢ ዘይወለደ ብብኢዱ ሓሊፉ ኣየናይ ፍቕሪ ከተሪፉ ዘይሓለቐ ብብኢዱ ተኾሊፉ እንተኾነስ ብኢዱ ይግዳዱ ጎደለ ዶ ዕብዳኑ መሊሱ ገዲሉ እንታይ ሽንና እዛ ኤርትራ ኣብ ኢድ ዝዕዋላ ውዒላ ሓዲራ መሃንዘል ጥዑም ቃና ንቡር ረኺብካላ ሎምስ ኮንካላ ራእሲ ንነብስኻ ዋና ምዃንስ ሓቅኻ ሕቡእ ካሜራ ጀዚራ እኳ ዝረኣዮ ብሓደ ኣፊቱ ዓይንኻ ደዓዊሩ ኢልካዮ እንታይ ምዕዶይ ሞደል ይኻሉ ልቢ ብኢዱ ደኣ መሊሱ ንሂሉ ዕሽነቱ ገንፊሉ ተዘሪእዋ መሬት ከም ዳንዴር በቒሉ ኣፋ ተዓቢሳ ከይተእውየሉ ፍርሒ ውሒጥዋ ከይትገጥመሉ ዓቕላ ተወዲኡ ተስፋ ኣሰፊሉ ድቃ ስኢና ኣላ ስደት ትተሓልመሉ ኣቤት እወ መዓር ትብርብር ከም ዘይነበረት ገደል ገደል ቀልባ ኣጥፊኡላ ናይ ብኢዱ በደል ብኢድ ይግዳዱ ከሎምዎ እንታይ ይገበር ህዝቢ ዘይዓጦ ሃገር ብዘይካታ ወንበር ወንበር እሞ ኣበያ ክትንበር ህዝቢ ምስ ዝበርስ ሃገር ምስ ትቕበር ቧዕ ይገርም እኮ እዩ ታሳህለ ዓርከይ ጅግና ተባሂሉ ጠላም ሰማዕ ተባሂሉ ጸማም ሓቀኛ ተባሂሉ ኣሎኛ ዳኛ ተባሂሉ ዓመፀኛ ክልተ ሳዕ ዘዛርብ ሎኽመኛ መጻገም ጸሓፋይ ጉዳመኛ እዝስ ኣሽባይዶ መራሒና ኣይጎረ እኳ ጸላኢና ሰይጣን ዝልእኸልና ክንዲ ወዲ ኣዳም እንታይ ገበርናዮ እቲ ኣምላኽ ዘውርደልና ጉዳም መሃንዘል ዓርከይ ንኣምላኽ ኣይትሕመ ልበይን ልብሃን እዩ ዘይተገጣጠመ ኩሉ ዓቕምና ኣንጻር ብኢዱ ኢልና እንተነድንኖ ክሳዱ ኣይምኸኣለን ከብዱ ወይ ምለዘበ ተገዲዱ ወይ ምረሓቐ ተሰዲዱ ወይ ምጸደፈ ተዋሪዱ እነሆልካ ኣብ ቃሬዛ ኾይኑ ይገዝኣና ኣሽምባይ እዝጊ ሰብ ኣይስማዓዮ ሃለዋትና እቲ ሕመቕሲ ናትና እዩ ናትና ኣምላኽ ዝሃበና ሓይሊ እንሆ እንዶ ኢድና ይበሊ ስኢኑ ዝሓሊ ኣምላኽ ዝሃበና ልቢ እንሆ እንዶ ይንእስ ኣብ ክንዲ ዝዓቢ ንሱን ከኣ ሰይጣን ዝሃቦ ውዲት ተጠቒሙ የባእሰና ኣሎ እምነትና ባዲሙ ኣምላኽ ኣይኮነን ነብስና እዩ ጠሊሙ ጠላሚ ሸሊሙ ዋዕ እንታይ ደኣ እሞ ክብላ እታ ሳህለ ዓርከይ ዓቕለይ ምውድኡ ከይኣኽለኒ ጠፊእኑ ልበይ ይህልዋ ዶ ኢልካዮ ዓለም ከምዚ ኸማይ ብወዱ ዝብደል ናይ መግዛእቲ ጣልማይ ቦኽሪ ወደይ ኢለ ዘንበርኩሉ ተስፋ ፊላ ደቀይ ኮይኑ ሌፋ ንበይነይ ተሪፈ እዛ ገዛይ ነጺፋ ቆፎይ ተነጊፉ እታ ደርሆይ እኳ ጸዲፋ ሃገር ከምጽኡ ካብ ዝረሓቑ ሃገር ምስ መጸት ዝሃለቑ በዚሖም ካብ ተመልከተለይ ብኢዱ ዘምለጡ ብሑጻ ሰሃራ ካብ ዝወሓጡ ካብ ፀሓይ ምድረ በዳ ዘምለጡ ዓሳ ካብ ዝበልዖም ገፋፊጡ መላስ ኣውያት ዘይብሉ ሞት ብሕሹኽታ ዝባጻሕ መርድእ ደቀባት ኣየወ ዓው ኢልካ ዘይብከዮ ጥፍኣት በዳሊ ዝከሓሰሉ ኣብ ክንዲ ግዳያት እንታይ ደኣ እሞ ክብሎ እየ ነዚ መዓት ሓርቢትሉ ዘይኮነን ተኣይዱ መሬት መልሲ ተጸብየሉ ካብ ሰማያት ሓቅኻ ዶ ክብለካ ሓሻኻ መከራይ ዶ ይኮነን መከራኻ መሃንዘር ዓርከይ ኣየናይ ቆፎ እሞ ዘይደኸየ ኣየናይ ቤት እሞ ዘይፀሓየ ኣየናይ ዓይኒ እሞ ዘይበኸየ ሓቢርና እንተዘይልናዮ ሃየ ሃየ መስከረም ክሓልፍ እዩ ብዘይ ሆየ ሆየ ብድወ ክኸውን ኣይዓየ ኣይስየ ቀባሮ ዘይብሉ ዓዲ ዝነደየ ብኢዱ ኣይግዳዱ ናተይ ናትካን ግዲ ይብሉን ዘመድረኽ ይብሎ ኣሌክሳንደር ፑሽኪን ተረሲዑ ዋርሳይ ይከኣሎ ምሽኪን ንኣፍ ንጣቋ እምበር ሃገር ብሃገሩ ጊላ ብኢዱ ዶ ኣይኮነን ዐዕ እንታይ ትብል ኣንታ ሳህለ ዓርከይ ሕጂ ኸ ብኢዱ ገለ ዶ ምሂዙ መዓስ እሞ ይውዳእ መዘዙ እንታይ ማለት እዩ እታ ቡሽኪን ከ እንታይ ማለት እዩ እቲ ቡሽኪን ኪነ ዋርሳይ ዝረክብ ክንክን ኣይሰማዕኻን ዲኻ መሃንዘለ ሓወልቲ ፑሽኪን ኣብ ኣስመራ ከም ተተኽለ ብኢዱ ይግዳዱ ማህደር ታሪኽ ገናጺሉ ሻውዓይ ወለዶኻ ዝሰግር መዋእል ቆጺሩ ገጣማይ ረኺቡ ያኢ ኤርትራ ዝመበቀሉ ሓቁን ሓሶትን መንዕሉ ኤርትራዊ እናተሰደ ትማል ተጋዲሉ ደበኽ ኢሉ ኣስመራ ማርሞ በቂሉ ሓዲሩ ሓወልቲ ገይሩ ያኢ ኣምጺእዎ ካብ ራሻ እንተስ ንፖለቲካ እንተስ ንሕምባሻ ወይለይ እንታይ ትብል ወደይ ኣንታ ዘይስማዕ እምበር ዘይግበር ስንካ የለን ሰላምን ተስፋይን ደቀይ ግዳም ኣስታጒጉ እምበኣር ሓወልቲ ፑሽኪን ዓዲጉ ወይ ዝዓጢነ በል እስከ ሰብ ብህየቱ እናመሓኻ ሎም መዓልቲ ሓልዮት ኣብ ሓወልቲ ናይ ጥንቲ ናይ ጥቅምቲ እንታይ ብልሓቱ እንትርፎቲ እንግርቲ ኣይግረምካ መሃን ዘለዓርከይ ብዓብኡ ህዝቡ እናረገጸ ዶ ይብለካ የለን ብሶማል ደንጊጸ ደሓር ከኣ ደቅኻ ደኣ ባሳጆ ኸይዶም እንዲዮም ተባሂሎም መናፈሻ ብቋንቋ ብኢዱ ስደትን ዙረትን የብሉን መለሳ እናሃለቑሉ ካብ ሚእቲ ቶም ሓምሳ ክምለሱ እዮም ዶ ይበለካን ናይ ደስደስ እቲ መገሻ እንተ ናይቲ ራሻዊ ዘመድ ግዳ እንተስ መፍኮሲ እገዳ እንተስ ንሸመታ ጭማራ ብዘይ ዕዳ ኢሉ ይግዳዱ ንሩስያ ይብላ እንሆ ሳንዳ ሳንዳ ክሳብ ብዒደር መልሓሱ ዘዋርዳ ወይ ዝረግሓ ብእግሩ ዝመኹዳ ወዮ ብሕልሚ እንዲ ዝፈጥር መንጉዳ ክትረኽባ እያ ኸኣ ካብ ኣመሪካ ዶ ከቢዳ ልብኻ ትረኸብ ሳህለ ዓርከይ ዘረባባ ምጻእኻ ዝኣገዳ ኣላ ዝብልዋ ተዋዲዳ ትጠቅም ድያ ትሰደልና ኢዳ ወይስ ፈኸራ'ያ ከም ልማዳ ኣቋራጭ ዶ ምኾነት ኣታ መኻፍልቲ ዕዳ መድሓኒት ካብ ሽግር ኣደዳ ህእ መሃንዘል እንታይ ይበሃል ኮይኑ ርእሰይን ርእስኻን ደኒኑ ኢደይን ኢድካን ተጀኒኑ ማይ ዓሚኹ ሓሚቑ ዘበኑ እምበር ዓዲ ጀጋኑ ዶ ዘራያት መዓደሙ ካብ ኮነ ግዳ ምንም ኣይብልን እዩ እግድ ቅርፍድ የብልዎ ክስቆሮ ጎይታ ጎይታ ከም ዘለዎ ሳላ ጠንቀምቀም ብኢዱ እንታይ ተሳኢኑ ዕርክነት ኣሸባብ እዩ ነገር ኣካዊኑ ምእንቲ ጉዳዮም ብስቓይና ዝሓሙ ረኺብና ፈራዶ ቀጻዒና ዝጭልግሙ ሕቡራት ነገስታት በጺሕሎ ፍርዱ ተቐሊሙ ረብሐኦም ብረብሓ ህዝብና እንተተሸኒኑ እንታይ ግዲ ኣለና ካብ ሰላምን ፍትሕን እንተኾይኖም ዝጥቀሙ መወዳእትኡ የርእየና ምፍጻሙ ቀንዲ ድማ ንኹን ኣብ ምኽታሙ ጸጋ ዶ ኣይኮነን ሰይጣኑ እንተሃዲሙ ነዚ ውፅዕ ህዝቢ ፍትሒ ምሽላሙ ተለዓል ጥራይ መሃንዘል ኣይትዛነ ኣይትበል ከም ሻሙ ድሕረይ ሳዕሪ ትብቆላ ኣይተዓሊሙ ብደቅኻይ ክሓልፈልካን ይጉዳሙ ዓዲ ከውዕለካ ኢሉ ኻኺሙ ካብ ፍርሕኻን ዕሽነትካን እዩ ተጠቒሙ ብኢዱ ስሩሕ የብሉን ልብኻን ተለቢሙ ኩሉ እንትናይ ኣንጻር ብኢዱ በል ብኢዱ ክንቀል ባህግኻ ክምሰል ኣብ መንበርኪ ኮይኖም ክጋፍዑ